ሰላም ሰላም ተኻተልቲ ናይ ኤሪ ኢንቨስቲንግ ኣብ ዘለኹሞ ሰላም ቀኒኹም ክኩኑ ተስፋ ይገብር ኣነ እግዚኣብሔር ይመስገን ጽቡቅ ኣለኹ ንስኹም ውን ጽቡቅ ክትህልው ወይ ካብቲ ኣነ ዝሓልሞን ዝሓልኖን ንላዕሊ ጽቡቅ ክትህልው እናተመነኹ ብርግጽ ኣብ ዝሓለፈ ገለ ግዜያት ጠፊኤ ነይረ ብብዙሕ ምኽንያታት ማለት እዩ ብስራሕ ብኻሊእ ጉዳያት ተዘይኮይኑ ኣምላኽ ይመስገን ጽቡቅ ኣለኹ ካብ ሕጂ ግን ኣትሊስት ሓንቲ ግዜ ቪድዮ ኣብ ሰሙን እናሰራሕኹ ወይ ክልተ ግዜ ኣብ ሰሙን ክሰርሕ ወሲነ ኣለኹ ማለት እዩ ኣገይን ኣብ ርእሲኡ ድማ ሄልስን እቲኣ ቲንክ እንዲ ግሮው ሪች ብዙሕ ሓሳባት ዝሓትኩምኒ ሆፍሊ ኣብዚ ኣብ ውሽጢ ክልተ ሰሙን ወዲኣያ ኣለኹ ክስደድ ምዃና ክሕብረኩም ይፈቱ ማለት እዩ ሶ ብምድንጓየ ብምጥፋኤ ይቕረታ እቶም ኩልኹም ዝተሻቐልኩምለይ ድማ ብጣዕሚ የቐንየለይ ክብል ይፈቱ ማለት እዩ So ኣለኹ ካብ ሕጂ ኒኖ I will gonna be very very active ማለት እዩ ኩሉ ግዜ ክህሉ እየ ኣብዚ ቪድዮ ወይ ድማ ብብዙሕ ግዜ ከም ንመጽእ ከራጋግጸልኩም ይፈቱ ማለት እዩ ስለ እቲ ኩሉ ግዜ ትገብሩለይ ደገፍን ምትብባዕን ድማ ካብ ልቢ የመስግን ማለት እዩ So ሎማዓንቲ ቀሪባያ ዘለኹ ቪድዮ ን time management ትብል ማለት እዩ መቸም ኣብ ሰዓት እዚ ሓደ ካብቲ ኣዝዩ ኣሸጋሪ ኮይኑ ዘሎ ብዙሕ ሰብ ጸጊምዎ ዘሎ እንታይ ምስ ትብሉኒ ምሕደራ ግዜ ኮይኑ ይስምዓኒ ማለት እዩ ምሕደራ ግዜ መቸም ብዙሕ ሰብ እንታይ ዝብል ጊዘ ወርቂ እዩ ጊዘ ልዕሊ ገንዘብ እዩ ዝብል ዘረባ ኣሎ ማለት እዚ ግን ኣይሰማምዓሉን እየ ጊዘ ሂወት እዩ So ሓደ ስሩዕ ኣመሓደራ ገንዘ- ሂወት ዘ- ጊዘ ዘለዎ ሰብ ስሩዕ ምሕደራ ናይ ሂወት ከም ዘለዎ እየ ዝኣምን ማለት እዩ ስሩዕ ምሕደራ ናይ ሂወት እንተዘይብልካ ኮይኑ then ስ- ስሩዕ ምሕደራ ናይ ጊዘ እንተዘይብልካ ኮይኑ ሂወትካ ፅቡቅ ኣሎ ማለት ኣይኮነን ማለት እዩ So እ፣ ከምኡ ንሕር ኣለካ ግን ብዘየገድስ ፅቡቅ ነገር ነዚ ክትዕርዮ ትኽእል ምዃንካ ማለት እዩ ምሕደራ ጊዘ ሓደ ካብቲ ስኪል ወይ ድማ ካብቲ እ፣ ክንመሃሮ ዝግበኣና ሞያ ደኣ እምበር ከምዚ ኣውቶማቲካሊ ንወሃቦ ብኣምላኽ ኣይኮነን ማለት እንታይ ደኣ በዓልና ተማሂርና ኣዳፕት ጌርና ሓዱሽ ኣብ ናትና ሂወት ነእትዎ እዩ ማለት እዩ so ሎማዓንቲ ድማ ሓደ ሸሞንተ ነጥብታት ክሕግዛና ዝኽእላ ምሕደራ ግዜኻ እንታይ እዩ ክንብል ዝብል እውን ክንምልሶ ኢና ማለት እዩ እንታይ እዩ ጽቡቕ ምሕደራ ግዜ መን እዩ ሓደ ሂወቱ ወይ ድማ ግዜኡ ብግቡእ ዘመሓድራ ዝብል ክንርኢ ኢና ማለት እዩ ንምንታይ ግን ቀዳምነት ክመጽእ ዝግብኦ ኣብዚ እንታይ እዩ ማእከለ እሞ ስለምንታይ ምሕደራ ግዜ ዘድልየና oh of course ሂወት ኢልካኒ ኣለኻ but ካብኡ ዝወጽእ hey listen ጽቡቕ ምሕደራ ዘለዎ ሰብ ስትረስ ፍሪ እዩ። ኣዝዩ ኣዝዩ ጎደሎ ስትረስ እዩ ዘለዎ ማለት እዩ። ካልእ እቲ ናቱ ፕሮዳክቲቪቲ ወይ ድማ ናቱ ፍርያምነት ሃይ እዩ ማለት እዩ። ብዙሕ ፍርያምነት ከፍሪ ይኽእል ብዙሕ መጽሓፍቲ ዲ ከንብብ ብዙሕ ቪድዮ ዲ ክሰርሕ ብዙሕ ዲ ክጽሕፍ ብዙሕ ድዩ ስራሕ ክዓዪ ብዙሕ ካስትመር ዶ ክድውል ብዙሕ መጽሓፍቲ ዶ ክሸይጥ ኣደነ ዋትኤቨር እቲ ዝገብሮ ዘሎ ብዙሕ ክዓይ ይኽእል ማለት ካልእ ብቕልጡፍ እቲ ናቱ ሸቶ ክሃርም የኽእሎ እዩ ማለት እዩ ጽቡቕ ምሕደራ ግዜ ዘለዎ ብዓብዩ ድማ ግዜ ናጻ ክህልዎ ይኽእል ናጻ ግዜ ወይ ድማ ተረፍ ግዜ ረኺቡ ኣብ ደስ ዝበሎ ነገራት ከውዕሎ ኣብ ቸርች ድዩ ምስ ስድራ ቤቱ ድዩ ወይ ኣብ ዝደለየ ነገር ንኸውዕል እውን ይሕግዞ እዩ ማለት ስለዚ ምሕደራ ግዜ ክሳብ ክንዲዚ ኣገዳሲ ምዃኑ ድሕር ክንርዳእ ክኢልና ስለዚ እየን ዝመጻ ዘለዋ ሸውዓተ ነጥብታት ኣይ ቲንክ ብልክዕ ክሕግዛኹም ምዃና ዓቢ እሙንት ኣለኒ እንተዘይ ጠቂማናኩም ከኣ ከም ዘይጎድኣኩም ርግጸኛ ማቱ እዩ ቅድሚኡ ግን እዚኣ ቪድዮ እንድሕር ጠቂማትኩም እንድሕር ፈቲኩማ ፕሊስ ናብ ኩሉ ሰባት እንታን ክበጽሕ ሸር ግበርዋ ስለቶ ሸር ምግባርኩም ንዓኹም ንዓይ ዓባይ ነገር እያ ምክንያቱ መልእኽቲ ናብ ኩሉ ሰባት ስለ ዝበጽሕ ምናልባት ንዓኻ ይጠቕመትካን ማለት ግን ንኹሉ ሰብ ኣይጠቕሙን ማለት ስለ ዘይኮነት ፕሊስ ናብ ኩሉ ሰብ ሸር ግበርዋ ማለት እዩ ኦኬ ከም ኩሉ ግዜ ዝፍለጥ ሕጂ ብፍላይ ኣብ ሰዓት እዚ ብዛዕባ ወፍሪ ወይ ድማ ብዛዕባ ስቶክ ማርኬት ወይ ድማ ኣብ ስቶክ ማርኬት ከመይ ገርና ነዋፍር ዝብል ብዙሕ ሕቶታት ይመፅእን ኣሎን ማለት እዩ ብዙሓት ሰባት ኣይ ቲንክ ኣብ ዝሓለፈ ኣካዳሚ ናትና ብዝነበረ ልዕሊ ሸውዓተ ሚእቲ ሰባት በቲ Ori Investing Academy ዝብል ተማሂሮም ኣለዉ። ሕጂ እውን ኣዝዩ ብምዕቡል ዝኸነ ወይ ድማ ነቲ ዝነበረ Content ብሙሉ ተቐይሩ ብሓዱሽ Up to Dated ዝኾነ ልዕሊ ርብዓን ሓሙሽተን ክላሳት ዘለዎ ወይ ድማ ቪድዮታት ዘለዎ ኣብ Ori Investing ትምህርቲ ጽዒና ኣለና ማለት እዩ። ስለዚ እቶም ን Stock Market ወይ ድማ ን ወፍሪ ወይ ድማ ን Basic Finance እንታይ እዩ ምሕደራ ገንዘብ፣ ከመይ እዩ ኣተሓሕዛ ገንዘብ፣ ከመይ ጌርና ኢና ወፍሪ ንገብር ኣብ Stock Market፣ ከመይ ጌርና ኣብ Apple፣ ኣብ Tesla ትብል ን Hype ዝኾነት ዘይኮነሲ፣ ሓደ ስትራተጂ ይህልወና፣ ፕራን ይህልወና፣ ፕላን ይህልወና ዝብል ክትመሃሩ ትደልዩ ሰባት ኣብ Eriinvesting dot com ኣቲኹም ክትኣትዉ ትኽእሉ ኢኹም ወይ ድማ ሊንክ ኣብ ታሕቲ ክገድፈልኩም እየ Description ኣብኡ ኣቲኹም ክትመሃሩ ትኽእሉ ኢኹም ማለት እዩ። So let's get ናብታ ቪድዮ ናትና ማለት እዩ። So ቀዳማይ እንታይ እዩ ኣብ ምሕደራ ግዜ ዝመጽእ ቀዳምነትካ እንታይ እዩ? ቀዳምነትካ እንድሕር ዘይፈሊጥካ ዋላ ሓንቲ ትርጉም የብሉን ማለት እዩ። እዚ by the way እዚኣ number one ዝብላ ዘለኹ እንድሕር ዘይሒዝኩማ ወይ እንድሕር ዘይጠቒማትኩም እንድሕር ዘይተረዲእኹማ እቲ ብድሕሪኡ ዝመጽእ ሽዱሽተ ሸውዓተ ቁጽርታት ዋላ ሓንቲ ትርጉም ኣይክህልዎን እዩ ማለት እዩ። ንምንታይ እንተልኩምኒ ቀዳምነትካ እንታይ ምፍላጥ እቲ ዋና ነገር እዩ ንኣብነት ኩዕሶ ክትፃወት ከለና ንርበል ንምሳሌ እንድሕር በይንካ ትፃወት ኣለካ ኩዕሶ ትጎይ ዲካ እታ ኩዕሶ ምስ ቀላዕካያ እንታይ ኣይትመልሳን ኢካ ራይት ስለምንታይ ዘይትመልሳ its ok ኢልካ ትገድፋ ማለት እዩ ትስልችወካ what if ምስ ዓርክኻ እንድሕር ትፃወት ኣለካ ኮንካ ክልተ ሰባት እንድሕር ኮንካ ጎል ምኸኣ ሓሙሽተ ጎል ዘእተወ ይዕወት ዋንጫ እንድሕር ኮይንኸ መን ይጎይ ኩላኻ ዶ ትጎይ የስ ፎር ሹር ትጎይ ኢኻ ክልቴኻ ማለት ንምንታይ ምክንያቱ ክትጭብጦ ትደሊ ነገር ስለ ዘሎ ቀዳምነትካ ሽዑ ከመይ ጌርካ ጎል ምእታ ኮን ማለት እዩ ኣብ ምሕደራ ግዜ ከዓ ተማሳሊ እንታይ እዩ ቀዳምነት ናትካ ብዙሕ ነገራት ኣለዉ ህፁፃት ዝመስሉ ኣገደሲ ዝመስሉ ኣገደሲ ዘይኮኑ ህፁፃት ዘይኮኑ ነገራት ኣለዉ እዚኦም ኣብ ኣርባዕተ ክንመቕሎም ንኽእል ኢና ማለት እዩ እዚ እንታይ እዩ ንዓኻ ህጹጽ፣ ኣገዳሲ ነገር ንዓይ ዘይኣገዳሲ ነገር ክኸውን ይኽእል እዩ። ንዓይ ኣዝዩ ኣገዳሲ፣ ኢመርጀንሲ፣ ንዓኻ nothing ክኸውን ይኽእል እዩ። ስለዚ ንዓኻን ንዓኽን እንታይ እዩ እቲ ቀንዲ ኣገዳሲ ምልላይ ሓደ ካብቲ ቀዳማይ ክንገብሮ ዝግብኣና ማለት እዩ። ነገራት ኣለዉ ህጹጻን ህጹጽን ኣገደስትን ዝኾኑ ነገራት ኣለዉ። ንኣብነት ቆልዓ ክሓመካ ይኽእል እዩ። እዚ ሕጂ ዝኾነ ነገር ዝሓዝካ ሓዝኪ ሒዝካ ዝሓዝካዮ ሒዝካያ ዝነበረካ ዝነበርካ ነገር ኩሉ ነገራት ገዲፍካ ራን እናገበርካ ናብ ሕክምና ክትከይድ ኢኻ ምክንያቱ ዱኢት ናው ክትገብሮ ጥራይ ዘለካ ህፁፅን ኣገዳስን ስለ ዝኾነ ማለት እዩ ካልእ ኣገዳሲ ግን ከ ህፁፅ ዘይኮኑ ነገራት ኣለዉ እዚ ማለት እንታይ ንኣብነት መፅሓፍ ምንባብ ንበል መፅሓፍ ምንባብ ኣዝዩ ኣዝዩ ኣገዳሲ ብሂወትና ክንብብ ዘለና ኢና ግን ህፁፅ ድዩ ህፁፅ ኣይኮነን ግድነት ኣይኮነን ኩሉ ዘለና ገዲፍና ናብ መፅሓፍ ምንባብ ክንከይድ እንታይ ደኣ ኣገዳሲ እዩ ግን ከ ህፁፅ ኣይኮነን ስለዚ እንታይ ንገብሮ ስኬጁዋል ንገብሮ ፅባሕ ከነንብብ እየ ናይ ምሸት ከነንብብ ኢልና ንዳሕራይ ግዜ ንገድፈሉ ማለት እዩ ካልእ ህፁፅ ግን ከዓ ኣገደስቲ ዘይኮኑ ኣለዉ ማለት እዩ እዚኦም ከዓ ደሊጌት ኢና ንገብሮም ዘለና ህፁፃት እዮም ህፁፅ እዩ ግን ከዓ ኣገደስቲ ዘይኮኑ ንኣብነት ምናልባት ሓደ ዓርክኻ ንዓርክኻ ዓርኩ ወይ ገለ ዝኾነ ነገር ክሓምም ወይ ዘይክጥዕ ይኽእል እዩ ምናልባት ኣብ ሰዓት እቲ ንዓኻ ንስኻ ካሊእ ህጹጽ ነገር ክህልወካ ይኽእል። እቲ ህጹጽ ነገር ዘይህልወካ ካሊእ እንታይ ክትገብር ትኽእል ኢኻ? ንዓርክኻ ደዊልካ ሄይ ኩስቶ ከምዚ ኮይኑ'ሎ እሞ ፕሊስ ሓግዞ ክትብሎ ትኽእል ኢኻ። ደሊጌት ትገብሮ ወይ ድማ ብካሊእ መገዲ ክሕገዝ ከም ዘለዎ ትገብር ማለት እዩ። እቲ ናምበር ፎር ዘለና እንታይ እዩ? ህጹጽ ዘይኮነ ኣገዳሲ ዘይኮነ። እዚ ሓደ ካብቲ ብዙሓት ሰባት ኣንፎርቹነትሊ ሕማቕ ዕድል ኮይኑ ኣብ ህጹጽ ዘይኮነ ነገር ኣብ ኣገዳሲ ዘይኮነ ነገር ግዜኦም ዘጥፍኡ ሰባት ኣለዉ ማለት እዩ። ካብዚኣ ክንጥንቀቕ ክንክእል ኣለና ማለት። ስለዚ እዚ እንድሕር ኮይኑ ከኣ እንታይ ክንገብሮ ኣለና? ኢሊሚኔት ክንገብሮ ኣለና፣ ከነጉድሎ ወይ ድማ ካት ክንገብሮ ክንክእል ኣለና። ንዓኻ ህጹጽ ዘይኮነ ነገር፣ ኣገዳሲ ዘይኮነ ነገር ግዜኻ ስለምንታይ ተጥፍእ ስለዚ ትሓትት ክትርኢ ኣለካ። እዚኣ ሕጂ ዝገብራ ዘለኹስ ንዓይስ ኣገዳሲት ድያ ህጽጽቲ ድያ ህጽጽቲ ኣይኮነትን ሕጂ ክገብራ ክእል ድየ ወይስ Urgent እያ ኢልካ ነብስኻ ትሓትት እሞ እንድሕር ዘይኮነ ግን እዘን ኣርባዕተ ምሕደራ ክሕግዛና ክእላ እየን ማለት ስለዚ ቀዳመይቲ እንታይ ኢልና ኣለና ፕራዮርታይዝ ንቲ ናትካ ቀዳምነት ምፍላጥ ማለት እዩ ካልኣይ እንታይ ዝበሃል ኣሎ ሎሚ ውፅኢት ናይ ትማሊ እያ ትማሊ ውፅኢት ናይ ብቕር ትማሊ እያ ጽባሕ ከ እንታይ እያ ውጽኢት ናይ ሎሚ ኣማልቲ? ስለዚ ከምኡ እንድሕር ኮይኑ ኣብ ሎሚ ኮንካ ምሸት ቅድሚ ምድቃስካ ጽባሕ ክትገብሮ እትደሊ ነገር እንታይ ክትገብር ኣለካ? ንጽባሕ ክትስእላ ክትክእል ኣለካ። ብሓሳብካ ክትውድኣ ክትክእል ኣለካ። ሎሚ ጽባሕ እዚኤን እዚኤን እዚኤን እዚኤን ክገብር ሰዓት ክንደይ እዚኣ ክገብር እየ እዚኣ ክገብር እየ እዚኣ ላንች ክገብር እየ እዚኣ ከም መሳርሒ እዚኣ ከብል ኢልካ ሊስታ ኣብ ሂወትካ ክጠቅማካ ዝክእላ ንዓካ ኣገደስቲ ዝበልካየን እንታይ ክትገብር ኣለካ? ሊስታ ክትቀምጥ ክትክእል ኣለካ ማለት እዩ። ስለዚ ንጽባሕ ሎማዓንቲ እንድሕር ዘይወዲእካያ ደን ጽባሕ ባዕላ ራን ክትገብረካ እያ እንታይ ዝብል ጂም ሮንሲ Either you run your day ወይ ድማ your day will run you so ወይ መዓልትኻ ክትሰርዓ ኢኻ ወይ ድማ ክትመሓድራ ኢኻ ወይ ድማ መዓልትኻ ተመሓድራ እያ ዘዝደወለልካ ሰብ ኣብ እንዳ ሻሂ ከይን ሓደ ንዓት ዝበለካ ሻሂ ክትሰቲ ኢኻ ኣብቲ ሓደ ከይኑ ዝፀውዓካ ክትከይድ ኢኻ ማለት ስለዚ ከምኡ ከይከውን መታን ብድሮ እዚኤን እዚኤን ክገብር ፅባሕ ኢልካ ንሕር ኣቢልካ ሽዑ ልጓም ጌርካ ለለኻ ሂወትካ ብልጓም ምሕደራ ክትከይድ ኢኻ ማለት እዩ ናምበር ፎር ከዓ ታይም ብሎኪን Method እዚኣ very very important እያ ኣነ ብዙሕ ግዜ ዝጥቀመላ እየ ማለት እዩ ንኣብነት እዚኣ ቪድዮ እዚኣ ክሰርሕ ኢለ ምስ ሓሰብኩ እንታይ ገይረያ ቴሌፎነይ ቀዳመይቲ do not disturb- disturb ገይረያ ማለት እዩ እንታይ እዚ ዝኾነ ይኹን ሰብ ደዊሉ ድዩ ሜሴጅ መፂኡ ኣይሪኣን እየ ዋላ ሓንቲ ዋላ ኣብዚኣ ከላ ኣይትሪኣየንን እያ ዋላ ሓንቲ ነገር ዝመፅእ ነገር የለን so mute ገይረ ኣለኹ ቴሌፎነይ የላን ካልእ ሶሻል ሚድያ ኩሉ ዓፅየ ኣለኹ ንምንታይ i wanna focus ማለት እዩ ኣብዚኣ ኣርባዓ ደቒቕ እዚኤን ቪድዮ እዚኤን ክሰርሐን እየ ኢለ ስለዝወሰንኩ ማለት እዩ so the same thing you can do ማለት እዩ ከምኡ ክትገብር ትኽእል ኢኻ እንታይ እሱ ሓደ ነገር ክትገብር ምስ ወሰንካ ንኣብነት መጽሓፍ ከንብብ እንተልካ ፍርቂ ሰዓት ከንብብ እንተልካ ኣብዘን ፍርቂ ሰዓት ዝኾነ ይኹን ድምጺ ኣብ ከባቢኻ ወይ ሶሻል ሚድያ ዝኾነ ነገር ዝርብሸካ ነገር ክህሉ የብሉ እንታይ ትገብሮ ኣለካ ኢሊሚኔት ትገብሮ ወይ ድማ ብሎክ ትገብሮ ተዓጾ ንኹሉ ነገር ወላ ዓለም ትገምጠል ጉዳይካ ኣይኮነን ኣብዚ ኣብ ፍርቂ ሰዓት ማለት እዩ ሰው ከምዚ ዓይነት ሃቤት ንሕራ ጥሪኻ ኦ ማይ ጉድነስ ዩ ወንት ብሊቭ ብሎኪን ታይምን ታይም ብሎኪን ሜተድ ኢትስ ዩር ቤስት ፍሬንድ ክኾነልካ ክእል ማለት እዩ ሓደ ካብቲ ኣዝዩ ኣገዳሲ ዓርክኻ ክኸውን ይኽእል ማለት እዩ እንደ ኣብ ሂወትካ ከዓ ብዙሕ ፍርያምነት ክህልወካን ፕሮዳክቲቭ ንክትከውንን ከዓ እንታይ ክገብረካ እዩ ክሕግዘካ እዩ ማለት ስለዚ ታይም ብሎክ ሜተድ ኣዝዩ ኣዝዩ ኣገዳሲ እዩ ከምኡ ገርና ብሎክ እናገበርና ን25 ንፍርቂ ሰዓት ንሰዓት ብሎክ እናገበርና ኣገዳሲ ኣገዳሲ ዝኾነ ዕዮታትና እንድሕር ዓይና ዝሓሸ ናይ ምሕደራ ግዜ ክህልወና እዩ ማለት እዩ ባይ ዘ ወይ ሶ ፋር እንድሕር ፈቲኹማ እዚኣ ቪድዮ ፕሊስ ሓንቲ ሰከንድ ወሲድኩም ሸር ግበሩዋ እሞ ላይክ ከኣ በሉዋ መታን እቲ ዩቱብ ቪድዮ ናብ ኩሉ መታን ክዘርጋሕ ክባጻሕ ማለት እዩ እንድሕር ፈቲኹማ ከኣ ናብ ኩሉ ሰብ ፕሊስ ሸር ግበሩዋ ኣብ ዝኾነ ጉሩባት ድዩ ወይ ኣብ ቲክቶክ ድዩ ኣብ ዝኾነ ቦታ ሸር እንድሕር ገርኩማ ከኣ ንዓኻ እንተዘይጠቒማትካ ንብዙሓት ሰባት ክትጠቕሞም ሰብ ትኽእል ማለት እዩ ናምበር 5 ሩል ኦፍ 80-20 80-20 is very very important እዚኣ እንታይ ንጎም ስሳኻ ነብስኻ ሕትታ so መቸም ዝበዝሕ ሰብ ኣብ ህይወት እንታይ እቲ 80 ሚእታት ዝገብሮ ኣገዳሲ ይኮነ በተን 20 ሚእታት ገይሩ ነቲ 80 ሚእታት ዝነብሩ ማለት 80 ሚእታት just waste of time እዩ ስለዚ ነብስኻ ሕትታ ንጎም ስሳኻ እንታይ እንተን ቀንዲ ሓሙሽተ ኣገደስቲ ኣብ ህይወተይ ከዕብያኒ ዝኽእላ ነገራት ጽባሕ ክትገብረን ዘለካ ሓሙሽተ ነገራት እንታይ እየን ሓደ ምንባብ ድዩ ስድራ ቤትካ ምውሳድ ድዩ ቤተክርስትያን ድዩ ኣረ ነው ንዓኻ እንታይ እዩ እተን ሓሙሽተ ነገራት ፈሊኻ ጸሓፈን ድሕሪ እተን ሓሙሽተ ምጽሓፍ ከኣ እንታይ ክትገብር ኢኻ ድሕሪኡ at least you know እንታይ ክትገብር ከም ዘለካ ሽዑ እቲ ሰማንያ ሚእታዊት ግዜኻ ኣብ እንተጥፎ እቲ ዕስራ ሚእታዊት ከኣ ጆክ ትገብረሉ ማለት እዩ ንምሳሌ ሚእቲ ዶላር እንተላትካ መቸም እዚኣ ሚእቲ ዶላር ኩላ ኣብ እንዳ ኮፊ ተጥፍኣን ኢኻ እንታይ ኢኻ ትገብር so at least እተን ሰማንያ ሚእታዊት ኣብ ገዛ ክራይ ዲኻ ወይ ኣብ ገዛ ክትጥቀመለን ኢኻ እተን ዕስራ ዶላር ከኣ እንታይ ትገብረለን ኢኻ ሻሂ ክትጥቀመለን ኢኻ but unfortunately ሕማቕ ዕድል ኮይኑ ዝበዝሕ ሰብ እንታይ እዩ ዝገብር ሰማንያ ሚታት ኣብ ናሻ የጥፎ እተን ዕስራ ሚታት ገሩ ኢንቨስትመንት ክገብር ይደሊ ወይ ካሊእ ነገር ክገብር ይደሊ ስለዚ ሩል ኤሪ ትዌኒ ኢዝ ቨሪ ቨሪ ኢምፖርታንት እቲ ሰማንያ ሚታት ንዓኻ ዘገድሰካ እንታይ እንተሪኢኻ ድሕሪቲ ዕስራ ሚታት ዌስት እንተገርካዮ ዋላ ሓንቲ ጸገም ኣይክልዎን እዩ ማለት እዩ ኦኬ ናምበር ሲክስ ኣቮይድ ማልቲታስኪን ኤንድ ዲስትራክሽን ማለት እዩ እዚ ከዓ ክልተ ነገራት ኣብ ሓደ ነገር ምግባር ኣዝዩ ኣዝዩ ውጽኢታዊ ኣይገብረካን እዩ ፕሮዳክቲቭ ኣይገብረካን እዩ ክልተ ነገራት የስ ሜቢ ደቂ ኣንስትዮ ኣለዋ ወይ ሓደ ሓደ ደቂ ተባዕትዮ ኣለዉ ፍሉያት ማልቲ ታስክ ዝገብሩ ሰባት ኣለዉ ኣይ ዩስ ቱ ዱ ማልቲ ታስክ ብዙሕ ግዜ ማለት እዩ ግን ፕሮዳክቲቭ ኣይትኸውን ሓንሳብ ኢሜል ጎደሎ ትሰድድ ሓንሳብ ገለ ሓንሳብ ገለ ኢኻ ትኸውን ነይረ ማለት እዩ ሶ እንድሕር ኣዝኻ ኣዝኻ ሃይ ኣክቲቭ ኮይንካ ምናልባት ጽቡቕ እንተዘይኮይኑ ግን ማልቲ ታስኪንግ ወይ ድማ ክልተ ነገራት ኣብ ሓደ ምግባር ኣዝዩ ኣገዳሲ ኣይኮነን መጽሓፍ ከተንብብ ከለኻ ሊቭ ኤቭሪቲንግ ኣሳይድ ግደፎ ንኹሉ ነገር መጽሓፍ ጥራይ ኣንብብ እንድሕር ትጽሕፍ ኣለኻ ብዛዕባ መጽሓፍካ ጥራይ ግበር እንድሕር ትመሃር ኣለኻ ብዛዕባ ትምህርትኻ ጥራይ ግበር ኣብ ትምህርቲ ከንካ በዚ ካልእ ንሕድ ነገር ትሰምዕ ኣለኻ ወይ ካልእ ትዛረብ ኣለኻ ከንካ ኣይከውን እዩ ማለት ስለዚ ማልቲ ታስክ ኣዝዩ ኣዝዩ ሓደገኛ እዩ ማለት እዩ ካልኣይ ዲስትራክሽን ማለት እዩ ዲስትራክሽን ከዓ ዘየድልኻ ነገራት ኣብ ማእኸል ሶሻል ሚዲያ ቴሌፎን ምታው ወይ ቴሌፎን ምቕባል ወይ ቴክስ ምፅሓፍ መስትን መስትን ግዜ ምትሕላፍ ማለት እዩ ሶ እዚ ከዓ

ጽቡቅ እዩ ኣይ ኖው ስለምንታይ ሕራይ ትብል ከም ዘለካ ብኣክል እሞ ኣገዳሲ እንድዩ ከምዚ እንድዩ ክትብል ትክእል ኖ ኖ ኖ ኣገዳሲ ስለ ዝኮነ ኣይኮነን ሕራይ ኢልካ እንታይ ደኣ ናይ ሰብ ኮይንካ ክትረኣ ስለ ዝደለካ ሰብ ክጸልኣካ ስለ ዘይደለካ ሰብ ከይሓርቀካ ካይትቀይም ንሰባት ባት ትረስት ሚ ሰባት ብጀካ ነብሶም ኣነ ብጀካ ጉዳየይ ኩሉ ሰብ ብዛዕባ ነብሱ ጥራይ ዘገድሶ ስለዚ ንስኻ ከኣ ብዛዕባ ሂወትካ ከግድሰካ ኣለዎ እቲ ቀዳምነት ዘገድሰካ ደኣ እምበር ሰብ ዘዝደወልካ ሕራይ ዘዝበለካ ሕራይ ዘዝበለካ ሕራይ ንኹሉ ሰብ ኖእ በልዎ ከም ዝብል ዘለኹ ግን እቲ ዘገድሰካን እቲ ንዓኻ ዘርብሓካን ንዕኦም ከኣ ከርብሖም ዝኽእል ከርብሓካ ክብል ከለኹ ገንዘብ ጥራይ ከም ዘርብሓካ መንፈሳዊ ህይወትካ ክኸውን ይኽእል እዩ ማሕበራዊ ህይወት ክኸውን ይኽእል እዩ ብዙሕ ነገር ክኸውን ይኽእል ማለት ስለዚ ፕሊስ ሰይ ኖ ምባል ኣዝዩ ኣዝዩ ኣገዳሲ ሳምታይምስ ብሎክ ምግባር ኣገዳሲ ምክንያቱ ኣብ ክንዲ ዓይነው ይርዳእኒ እዩ ካብ ምንታይ ተበጊስትካ የስ የስ ንብል ከም ዝነበርና ማለት እዩ ወይ ድማ ስለምንታይ ሰብ የስ ዝብል እንተልኩምኒ ሲምፕሊ ሰለ ዝደንገጸ ገለ መለ ገለ ጥራይ ኣይኮነ እንታይ ደኣ ሰባት ካይ ጸልእዎ ሰለ ዝደለየ ጥራይ ሰባት ባ እዚ እኮ ኣይሕግዝን እዩ ካይብልዎ ሰለ ዝደለየ it's anyway ሰባት ሓጊዝካዮም ሓገዝካዮምን ድላዮም ክብሉ መሰሎም ስለ ዝኾነ ወላ ሓንቲ የብልካን ማለት እዩ ኣብ ክንድኡ እንታይ ትገብር ኣብ ክንዲ ኖ ምባል ቀላል ኣይኮነ ተሓቃሽ ከባድ እያ ኖ ኢልካ ክትዛረብ ማለት እንታይ ክትብል ትኽእል ኢኻ ምስ ዘበለካ ሓደ ሰብ ይነዋት ሕጂ ቢዚ ነዘለኹ እንተ ጥዒምኒ ዳሕራይ ክድውለልካ እየ እንተ ክኢለ ምናልባት ከምጻልካ ኣይ ዶንት ቲንክ ኣይ ፕሮሚስ ኣይገብረልካን እየ ግን ቢዚ እየ ዘለኹ እንተ ክኢለ ግን ክድውለልካ እየ ዳሕራይ ትብሎ ማለት እዩ ሕጂ እንታይ ኢልካ ኣለኻ የስ ተልካዮ ክጽበየካ እዩ ኣብ ስራሕ ዘለኹ እንተ ክኢለ ግን ክድውለልካ እየ እንተ ኢልካዮ ግን ድሕሪኡ እንተ ክኢልካ ኣቐዲምካ ትድውለሉ እንተ ዘይክኢልካ ግን ኣብ ስራሕ ከምዘለካ ኦረዲ ሓቢርካዮ ኢኻ ድሕሪኡ ስለውሊ ስለውሊ ክብ ናገበርካ ኖ እናታለምካ ትኸይድ ማለት እዩ so ናይ መወዳእታ ድማ ናምበር ሸሞንተ ድማ ንምሕደራ ጊዘና ወይ ድማ ሂወትና ብግቡእ ከነመሓድራ ምስ ንደሊ ክሕግዛና ዝኽእላ hey listen let's use technology ተክኖሎጂ ንጥቀሞ እንተኾይና ንኣብነት ከም ጉጉል ድዩ ወይ ናይ ቴሌፎን ሪማይንደር ድዩ ሓደ ካብቲ ብዙሕ ጊዜ ዝጥቀምሉ እንታይ እንተልኩምኒ ንኣብነት ሓደ ነገር ኣችፍ ክገብሮ ዝደሊ ነገራት ኣብዚ ሰሙን እዚ እንተደልየ ስክሪንሹት ገረ እዚን እዚን ክገብረን ኣለኒ ኢለ እንታይ ገብረን ኣብቲ ናይ ሎክ ስክሪን ናት ቴሌፎን ይገብረን ኣብ ጎግል ካላንደር የቐምጦ እን ሪማይንደር ከዓ ይገብር ኩሉ ግዜ ድሕሪ ሰለስተ መዓልቲ ድዩ ክልተ መዓልቲ ድዩ ከከም ኣድላይነቱ ሪማይንድ ክትገብረን ወይ ድማ መዘኻኸሪ ይገብር ማለት እዩ በዚ መገዲ እዚ ሳምታይምስ ወላ ናብ ፎከስ ናተይ ወይ ድማ እቲ ናተይ ኣድህቦ ናብ ካልእ ንድሕር ከይዱ ንክምለስ ይሕግዘኒ ማለት እዩ ስለዚ ቴክኖሎጂ ምጥቃም ኢዝ ቨሪ ቨሪ ኢምፖርታንት ማለት እዩ ሶ ከም ዝበልና ሪካፕ ክንገብር እቲ ምሕደራ ጊዘ ክሳብ ክንደይ ኣገዳሲ ምዃኑ I think ኩላታ ዓይኒ ስሑተና ዝብል እምንቶ ኣለኒ። እዚኤን ሸሞንተ ፖይንት እዚኤን ከኣ እንድሕር ብግቡእ ተረዲእና እንድሕር እሞ ከኣ ኣብ መዓላ ወይ ድማ ኣብ ስራሕ እንድሕር ኣውዒልናየን ኢምፕሊመንት እንድሕር ጌርናየን ርግጸኛ እየ ዝሓሸ ምሕደራ ናይ ጊዘ ከም ዝህልወና ከምኡ ውን ዝሓሸ ሂወት ከም ዝህልወና ማለት እዩ። ምኽንያቱ ንምንታይ ኩሉ ሂወትና ኣብ ጊዘና እዩ ዝምርኮስ ማለት እዩ so ኣብ ጊዘኻ ተማሓድሮ ኣይትኽእልን ኢኻ ሰዓት ክንዲ ዝገብር እየ ክንዲ ክትሳእ እንታይ ደኣ ኣብቲ ውሽጢ ሰዓት ሲ እንታይ ክገብር ይኽእል ኢልካ ክትገብ ትሓስብ ኣለካ ማለት እዩ so እዚኣ ሰዓት ሲ እንታይ ከፍርየላ ደኣ እምበር እዚኣ ሰዓት ከመይ ኣማሓድራ ኣይኮንካን እንኳን ክትሓስብ ዘለካ so እዚኤን ኩለን ሸሞንተ ዝነገርኩም ከኣ ከመይ ጌርካ ፕሮዳክቲቭ ትኸውን ደኣ እምበር ከመይ ጌርካ ንግዜ ተማሓድር ጥራይ ኣይኮናን ዝሕግዛ ማለት እዩ so ፕሮዳክቲቭ ንድሕር ኮንካ ወይ ድማ ፍርያምነት ናትካ ንድሕር ሃየር ኮይኑ ንድሕር ከተንብብ ደሊኻ ዲኻ ኣብ ትምህርቲ ኮሌጅ ንድሕር ኣለኻ ኮንካ ዲኻ ኣብ ቢዝነስካ ድዩ ወይ ኣብ ካልእ ዓውዲ ዘለኻዮ ብዘየገድስ እንድሕር ፕሮዳክቲቭ ወይ ድማ ፍርያምነትካ እንድሕር ናብ ክብ ኢሉ ንላዕሊ ደይቡ ደን ዩር ግድ ጽቡቕ ተመሓድር ኣለኻ ግዜኻ ማለት እዩ ብዙሕ ግዜ ክህልወካ እዩ ሕጉስ ክትከውን ኢኻ ብዙሕ ነገራት ከዓ ክትዕወት ወይ ድማ ጎል ናትካ ሸቶኻ ክትሃርብ ግድነት ይኸውን ማለት እዩ ሶ ስለዚ ኣይ ሆፕ ጠቂማትኩም ከውን እዚኣ ቪድዮ ከም ኩሉ ግዜ ስለ ትገብሩለይ ደገፍን ምትብባዕን እንዳመስገንኩ እዚኣ ቪድዮ ከኣ ናብ ኩሉ ሰባት ሸር ግበርዋ ከምኡ እውን ኣብ ኤሪ ኢንቨስቲንግ ኣቲኹም ብዙሕ ትምህርቲ ናይ ወፍሪ ክትመሃሩ ትኽእሉ ኢኹም ምሳኹም ዝጸናሕኩ ሓውኹም ማእከል እየ ሰላም መዓልቲ ኣብ ካልእ ቪድዮ ይራኸበና ሰላም